ብቐደማይ ኣይትኸድ ካብኡ ግን እግዚኣብሔር ሠናይ ነገር ኣለዎ ከምዙይ ይብል ዝሓለፈ ኣርእስትና እዩ ምስ ተፈትሑ ከዓ ኣይረሳዕኹም ሓቀይ ምስ ተፈትሑ ኸዓ ናብ ሰቦም ከይዶም። ናበይ ከይዶም? እስኪ ናብ ሰቦም በሉ። ምስ ተፈትሑ ኸዓ ግብሪ ሃዋርያ ምዕራፍ ኣርባዕተ ፍቕዲ ዕስራን ሰለስተን እዩ። ካብዚ ሓለፈ ዝጀመርናዮ ርእስቲ ስለ ዝኾነ እዩ። ምስ ተፈትሑ ኸዓ ናብ ሰቦም ከይዶም ልቃውንቲ ካህናትን ዓበይትን ዝበልዎም ኹሉ ተዛረብዎም ምስ በለ ብድሕሪኡ ከመይ ገይሮም ናብ ጸሎት ከም ዝኣተው፣ ከመይ ገይሩ እግዚኣብሄር ነታ መሰረት ምድሪ መጀመርያ ከም ዘናወጻ፣ ነታ ተኣኪበሙላ ዝነበሩ ቤት መንፈሱ ከመይ ከም ዝመልኣ፣ ብድሕሪኡ ኩሎም መንፈስ ከመይ ከም ዝመልኡ፣ ኣብቲ ናይ እግዚኣብሄር ሓሳብ ውሽጢ ከኣ ንኹሎም ዝኸውን ጸጋ መሊኦም እንደገና ከመይ ከም ዝቐጸሉ እዮም። ሕጂ ድማ ቀዲመ እብለኩም ኣለኹ፣ ሎማዕንቲ መሊእና ክንኸድ ኢና። ኣመን። እስኪ መሊኤ ክኸድ እየ በሉ ሓንሳብ። እኳዕ ናብ ሰብኩም መጻእኩም። ፍሊኡ ኣይደግሞን እየ ኣብ ዝሓለፈ ኩሉ ሚህረዮ እየ ጴጥሮስ ናብ ሰብኡ ከይዱ ናብ ሓማቱ ከደ ኢለኩም እየ ምስ ተፈትሐ ናበይ ከደ እዩ ድብል ካብ ቤት ማሰርቲ እቲ መልኣኽ ሰለስተ ዝኣክል ማዕጾ ዕጹው ማዕጾ ፈቲሑ ምስ ኣውጽኦ ትኽ ኢሉ ሓማቱ ኣይትረኣየቶ ሰበይቱ ኣይትረኣየቶ ናብራኡ ኣይትረኣዮ ገለ ኣይትረኣዮ ወይ ድማ እታ ቀደም ዝገደፋ መርከብ እውን ኣይትረኣየቶን ናብ ሰቡ እስከ ሓንሳብ ናብ ሰቡ በሉ ናብታ ፍሊኡ ትጽልይ ደላ ቤት ናብታ ቤት ኣቦይ ዝበላ ጎይታ ኢየሱስ ናብታ ቤተይ ናይ ጸሎት ቤት እያ ዝበላ ጎይታ ኢየሱስ ናብታ ናይ ቤትካ ቅንዓት በልዐኒ ዝበላ ጎይታ ኢየሱስ እስከ ኣሜን በሉ ሓንሳብ ኣብኡ ምስጢር ኣለዎ ኢለኩም እየ ዝሓለፈ ኣብኡ እዩ ዘሎ እቲ ነገር ኢለኩም እየ ሎማዓንቲ ግን ሱቅ ኢለ እንደወረደ ግን ከፍስሰልኩም እየ ሓደ ነገር ግን ኣሎ ውሽጠይ ጸጋ መሊእዎ ኣሎ እቱም ሰባት ናይ ብሓቂ ይነግረኩም ኣለኹ ገለ እምፓክት ትኾንሉ ነገር ኣሎ ኣብ መን ከም ዝወድቕ ኣይፈልጥን እየ ሓደ ነገር ግን ሎማዓንቲ ግን ክወርደኩም እዩ ገለ ነገር ግን እምባክ ክገብረኩም እዩ ናይ ብሓቂ ኣይነበርኩን ገለ ባይ ዘ ወይ ንግሆ ንና ናይ ስራቃ ነይረ ማለት ኣብቲ መንፈሳዊ ዓለም ኣብቲ መንፈሳዊ ሂወት ስለ ዘለና ናይቲ መንፈሳዊ ቋንቋ ከዓ ርደእና እዩ ኩሉ ግዜ ነገራትና እግዚኣብሄር እዩ ትምክሕትና እግዚኣብሄር እዩ ድሌትና እግዚኣብሄር እዩ ነገራትና ኩሉ እግዚኣብሄር እስኪ ኣሜን በሉ ሕጂ ስሌኹም እናጸለኹ ከይሓሰብክዎ በቃ ከምዚ ሃዋርያ ጳውሎስ ብስጋ ድዩ ወይስ ብመንፈስ ኣይፈልጥን እየ ድበሎ ከይደ ኣበይ ከይደ መሲልኩም ኢትዮጵያ ከይደ ሕጂ ንኹሉ ዘርኢ ይዛረቡ ንኹሉ ዘርኢ እየ ልነግረኩም ደለኹ ካብ ትግራይ ጀሚረ ናይ መሰረት መርገም ካብኡ ናብ ዝምሓራ ካብኡ ገለ ሓደ ዘርኢ ረኺበ ትፈልጡ ዲኹም እዛ ምድሪ እግዚኣብሔር ክበጽሓ ተኾይኑ ብኣኹም እዩ ድበጽሓ እናበልኹ ይባርኾም ደሓር ንላና እንታይ ደኣ ክብል እየ ኣነ ሎማዕንቲ ቃል እዳለዉ ኣለኹ ከይተረዳእክዎ ከዓ ኣብ ካልእ ዓዲ ዘርኢ ከይደ ጭራሽ ናይ ሰለስተ ሚእቲ ናይ ኣርባዕተ ሚእቲ ዓመት ዘርኢ ክቆጽር ኣለኹ እንታይ ክብሎም ኢለያ እግዚኣብሔር ግዜ ኣለዎ ግን ሓደ ነገር ግን ተረድእኒ እግዚኣብሔር እንተስ ብዚ እንተስ ብዚ ገና ኣብ ቅድሜና ዕዮ ኣለዎ ንዓይ ንዓኹም እውን ዕዮ ኣለዎ ስለዚ ሓደ ነገር ግን ተረድእኒ ዋላ ሓንቲ ይሓዝኩን ድፈስስ ነገር ግን ኣለኒ ኣቱም ሰባት በጌታ በኢየሱስ ስም ናይ እግዚኣብሔር ነገር ግን ኣብዚ ጉባኤ ኣሎ ስለዚ ረእይዎ እዞም ሰባት እዚኦም ተፈቲሖም እዮም ተኣሲሮም እዮም ተቀጥቂጦም እዮም ምስ ራህጾም እዮም ዕላምኦም ናይ ምንታይ ምእሳሮም እንታይ ኢልኩምኒ ሓደ ዘመኑ ሙሉእ ፓራላይዝ ነበረ ዘመኑ ሙሉእ እሱር ድነበረ ዘመኑ ሙሉእ ብጀካ ገንዘብ ምልማን ካልእ ዋላ ሓንቲ ታሪክ ደይነበሮ ሰብ ግን ወርቅን ብሩርን ኣብ እግሮም ድፈሶም ሰባት ንዚ ወርቅን ብሩርን ከይተበከሑ ዘለና ወርቂ ደይኮነ ዘለና ብሩሪ ደይኮነ ዘለና እቲ ሰብ ድሃበና ብእግርና እንረግጾ ነገር ደይኮነ ነጊረኩም እየ ምዕራፍ ኣርባዕተ እንድሕር ሪኢኽሞ ብሙሉ ኣብ እግሪ ሃወርያት የምጽእዎ ነበሩ ችግር ኣይነበሮምን ግን ድበልጾም ነገር ግን ነይርዎም እዩ እስካበይ በሉ ሓደ ሰብ ስለዚ ረይዎ ነብቲ ሰብቲ ክጥምቱ ከለው ብመንጽር ገንዘቦም ኣይረእይዎን ብመንጽር ብሩሮም ኣይረእይዎን ብመንጽር ትሱ ድደልዮ ይንርይውን ብመንጽር እግዚኣብሔር ኣብዚ ሰብ ዝደለዎ ዕላማ ኣነውን ነግርኩም ኣለኹ እግዚኣብሔር ምስክረይ ኣብዛ ምድር እዚኣ ብመንጽር እግዚኣብሔር ኣብ ህይወትኩም ደለዎ ዕላማ ቃል ክወርደኩም ኢሎም ማዕት ናይ እግዚኣብሔር ቃል ኣቱም ሰባት ናይ እግዚኣብሔር መንፈስ ናይ እግዚኣብሔር ሓሳብ ኣብ ውሽጥኹም ክመጽእ እዩ ንምንታይ ተይልኹምኒ እዚ ሰብዚ ዘመኑ ሙሉ ድደልዮ ናይ ዕለት እንጀራኡ ክዋፃ እዩ ናይ ዕለት ህይወቱ ከሸንፍ እዩ ወይ ድማ ንቲ ዘለዎ ጸገም ከም ሰብ በሊዑ ሰትዩ ንክነብር እዩ ድገርመኩም ግን ናይ ውሽጢ ድሌትካ እንታይ እዩ ተኢልኩሞ ምናልባት ርግጸኛ እየ ስለ ደይተጸበዮ ክኾነለይ እዩ ስለ ዘይበለ ስለ ደይሓሰቦ ድኣ እምበር ኣምላኽ ፈዊስኒ ከም ሰበይ ደዊለ ምክንያቱም ኣብ ቤተ መቅደስ እዩ ንነብር ደሎ ከምዞም ካህናት ደገልግሉ ደለዉ ከምዞም ኣብ ቅድመይ ደመስግኑ ደለዉ፣ ከምዞም ኣብ ቅድመይ ድዝምሩ ደለዉ፣ ከምዞም ኣብ ቅድመይ መስዋእቲ ድስውኡ ደለዉ፣ ኣነ እውን ሰብ ኮይነ ምስኦም ደው ኢለ ኣብ ቤተ መቅደስ ከገልግል ኢሉ ምጸለየ። ግን ከም ደይከውን ግን ተረዲእዎ እዩ። ካብ ተወለድኩ ጀሚረ፣ ካብ ብቆልዓይ ጀሚረ፣ ዘመነይ ምሉእ ፓራላይዝ ስለ ድኮንኩ እዚ ንዓይ ኣይግበእኒ ኢሉ ስለ ድዓጸዎ፣ ድግብኦ ድመስሎ ንዕኡ ናይ ዕለት እንጀራኡ ገንዘብ ምልማን እዩ ኣነ እውን ነግረኩም ኣለኹ ብትፋላለየ ምኽንያት ኣብዛ ምድሪ እዚኣ እኳ መጻእኹም እግዚኣብሔር ግን ሓሲብኩሞ ደይትፈልጡ ዘይግብኦኩም ነገር ንነሱ ክገብሮ እዩ ሓደ ለባም ሓው ከም ዝብለኒ ነይሩ ጸሎተይ ቀይረ ኢሉኒ መጀመርታ ምስቲ ነበረ ናይ ኤርትራ ችግር ዋእ ኣምላኽ ካብ ኤርትራ ተውጺኻኒ ጸሎተይ እዩ ነይሩ ድገርመካ እሙነይ ኣውጺኒ ኢሉ እስኪ ድወጻኹ ጸኒሐ ሱዳን ኣትየ እዩ ኣብ ሱዳን ምስ ኣተኹ ከኣ ኣምላኸይ ሓደ ተተመርዕየ ካልኣይ ከኣ ካብዚ ከኣ ንካናዳ ተእቲኻኒ ሽዑኡ ክውድእ እየ ኢለ ኢሉ ካብ ካናዳ ደኣ ወይ ናብ መንግስቲ ውሰደኒ ክብል እምበር ናበይ ክጽዒ ወይ ድማ ንኣፍሪካ ምለሰኒ ከይብል ከኣ ኣይብልን እዩ። እስከ ኣይበሃልን እዩ በልዎ መንፈሱ ተዘይ ወሲድካ ኣይትገብራን ኢኻ Anyway መፅዩ ምስ መፀ ከዓ ካልእ ፀሎት ጀሚሩ ተመርዕዩ ሱዳን እግዚኣብሔር ከዓ ከምታ ድበሎ ፕሮሰሱ ልኢኹሉ ኣብታ ናይ መጨረሻ ናይ ፀሎቱ ደስቲነሽን ዓዲ ከዓ ኣምፅኡ ኮፍ ኣቢልዎ ብድሕሪ ብዘይተረድኦ መገዲ ናብራ የዐሪ ስርሐይ ኣዐሪ ሞርገጀይ ኣዐሪ ጸሎቱ ቀጺሉ ሃንደበት ግን ሓደ ማዓልቲ ላለመንኩ ድየ ድነብር እስኪ ብጥቃኩም ደሎ ሰብ ናለመንኩ ድየ ድነብር በልዎ ኣቱም ሰባት ዘራፍ ዶ ታስባይ እግዚኣብሔር ካዕጥቀካ እዩ ገና ናለመንኩ ድየ ድነብር ስለ ናብራይ ኣብ ኩሉ እግዚኣብሔር ይረድኣኒ ኣሎ ካብ ሞት ኣውጽእኒ ካብ መከራ ኣውጽእኒ ካብ ችግር ኣውጽእኒ ኣብ ትደለክዎ ኩሉ በጺሕኒ ናይ መወዳእታ ዕላማይ ከ እንታይ እዩ ሽዑኡ ክነቅሕ ጀሚረ ኢልካ ኣምላኽ ምንባረይ ኣይተረፈኒ ንዓኻ ክነብር። ዘራፍ በሉ ሓንሳብ ረእይዎ ሰብ ንሓጥያት እውን ይነብር እዩ ኣብዚ ምድሪ እዚ ንሞት እውን ይነብር እዩ ተሓኒቁ እውን ይመውት እዩ ኣቱም ሰባት ጸኒሑ እውን ይመውት እዩ ብጭንቀት እውን ይነብር እዩ ብመከራ እውን ይነብር እዩ ኣብቲ ጸሊሉ ድመጸ ምሉእ ከይዓረፈ እውን ይነብር እዩ ኣነ ግን ሓደ ነገር ነግረኩም ኣለኹ እግዚኣብሔር ኣባኹም ከቢሩ ልትነብሩ ናብራ ክመጽእ እዩ ስለዚ እዚ ሰብ እዚ እንታይ ኢሉ ወዲኤ እስከ ሓንሳብ ወዲኤ በሉ ደጊምኩም እቲ መንፈስ ይረዳእኹም እስኪ ወዲኤ በሉ እግዚኣብሔር ኩሉ ገይርለይ በሉ እስኪ ሕጂ እዚ ሰብ እዚ እንታይ ድሌቱ ተይልኹምኒ ሕጂ ተሪፉ ዘሎ ዘመነይ ኣብ ኩሉ ረዲእኻ ንርኢ ኣለኹ ሓንቲ ግን ደይገበርኩዋ ሓንቲ ግን ደይጸለኹዋ ግን ክነብሮ ደለኒ ዘለዓለማዊ ናብራ ኣሎ ኣነ እውን ስለ እየ ሎማዕንቲ ነግረኩም ሰብ በሊዑ ሰቲዩ ይነብር ይሃርግ ይመውት ኩሉ ካብ ተውልድ ወለዶ ካብ ወለዶ ወለዶ ዕድመ ይኣርግ ምልከዐ ይኸይድ ገንዘብ ይጠፍእ ኩሉ ነገር ይጠፍእ ስለዚ ሰብዚ ንቲ ሰብ ዕለታዊ ድነብሮ ናብራ ይልምን ኣሎ ይልምን ኣሎ ሓንቲ ነገር ግን ለሚኑ ይፈልጥን ኣነ ሰብ ኮይነ ምስ ኣምላኽ ዝከገልግሎ ጊሉ ግን ሓሲቡ ይፈልጥን ግን እዞም ሰባት እዚኦም ግን ኣብ ውሽጦም ሰብ ድገበሮም ኣብ ውሽጦም ኣትም ሰባት ካልእ ዕላማ ደትሐዞም ኣብ ዓሳ ከለዉ ሰባት ኢኩም ትጸምዱ ድበሎም ታሪኮም ድቀየሮም ንምንታይ ከምትጸውዑ ድፈለጡ ሰባት ስለድነበሩ ገንዘብ ተሂብናዮ መሊሱ ክልምን እዩ ብሩር ተሂብናዮ መሊሱ ክልምን እዩ ንዓና ናይ መጨረሻ ውሳኔና ኩሉ ዝቐየረ እዚ ኢየሱስ እዚ እዩ ነቲ ብዕጋበት እዚ ኢየሱስ እዚ እዩ ገንዘብ ኣይዓግብን እዩ ብዕግሙ ኾነ ካብ ኩላትኩም ድላዕሊ ንጴጥሮስን ንዮሃንስን ትገበረ ይዓቢ ንምንታይ ተይልኩምኒ ናተይ ናትኩም እዩ ፕሮሰስ ቀስ ናበለ እዩ ሓዳርኩም ቀስ ናበለ እዩ ሞርገጅኩም ቀስ ናበለ እዩ ባንክኩም ቀስ ናበለ እዩ ናይ ጴጥሮስ መርከብ ግን ኣብ ሰከንድ እያ ኣቱም ሰባት መላእኹ እኮ መላእኹ እኮ ሃንደበት ቤትኩም ካብ ላዕሊ እስካብ ታሕቲ ዶላር መሊኡ እንድሕር ረኺብኩሞሲ ፌንት ምኾኑ ከምኡ እዩ ኮይኑዎ ጴጥሮስ ዝሰምዕ ሰብ ደሎ ሙሉእ ለይቲ ደኺሙ ሙሉእ ለይቲ ፅዒሩ ዋላ ሓንቲ ረኸበን ዓባይ መርከብ እያ ንኹለታ ዋላ ትጾር መርከብ እያ ግን ኣብኡ ደሎ ዓሳ ማለት ዓቕሊ ኢልኩም ኣይትረእይዎ ሞርገጅኩም ከፊሉ ንደቅኹም ከፊሉ ንገለኹም ከፊሉ ኣብቲ ዘመቲ ንኹሉ ንኸፍል እዩ ሃንደበት ሙሉ ለይቲ ደኺሙ ግን ዋላ ሓንቲ የለን እዚ ኢየሱስ እዚ ግን መጺኡ ድብላዕ ደለኩም ሓንቲ እኳ የለን ለይቲ ደኺምና ጴጥሮስ ደብሪ እሽዑ ናዘለላ ናዘለላ ናዘለላ ብምልኣ እታ መርከብ ምስ መልኣ እታ መርከብ ባዕላ በቃ ኣታ እስካሜሮን ጴጥሮስ እንድሕር ኣብቲ ሰዓት ኳልኩሌት ግበር ኢልኩሞ ናይ ሓማቱ ሽግር ፈቲሑ ኣሎ ናይ ቤቱ ሽግር ፈቲሑ ኣሎ ናይ መርጎጂ ችግር ፈቲሑ ኣሎ ናይ ካልእ ሰብ ችግር ፈቲሑ ኣሎ ኦልሬዲ ሓደ ሚልዮነር ስብኣይ ኮይኑ ኮፍ ምበለ ኣለካ ደስ በልጎታ ክንደለሰብ ግን ጎይታ ግን ለባም እዩ ግደፎ እሞ ሕጂ ከመይ ከም ድኣተዋ ከመይ ከም ድመጽኣ ብተኣምር ርኢኻ ዶ እወ ልክዕ ብዚ መንፈስ እዚ ፓራላይዝ ድዩ ምዉት ድዩ ኣጋንንቲ ደለዎ ድዩ ጸማም ድዩ ዕዉር ድዩ ናዘለለ ናባይ ድመጽኦሉ መንፈሰይ ክበካ እዩ እሞ እዚ ደይኣኽለካያ ኣታ ሰብ እዚ ደይሓይሸካን ኣታ ሰብ ኣታ ሰብ እዚ ደይትመርጽን ርእይዎ ከመይ ሽፍት ከም ድገበረ ጎይታ ዓሳ ኣይሰምዓኻን ታክቲካ ኣይሓተካን ድኻምካ ዋላ ሓንቲ ይገበረ እሞ ኻዓ ልምድለካ ደምፃ ኹወን ኣነ እየ እስኪ ኣሜን በሉ ሓንሳብ ሰብ ክተፅምድ ከለኻ እቲ መንፈሰይ ኣባኻ ዝህበካ መንፈስ ንኹሉ ሰብ እዩ ናባይ ደምፅ ንኹሉ ሰብ እዩ ድፍውስ ንኹሉ ሰብ እዩ ድብ እዚ ኣብ ውሽጡ ስለ ድመልአ ጴጥሮስ ምስ ረኣዮ ኣታ ሰብ ናተይ ታሪኽ ድቀየረ ኣታ ሰብ ሰብ ድገበረኒ ናይ ዕላማ ሰብ ድገበረኒ ናብራይ ክነብር ድገበረኒ ሓቀኛ ሂወት ድጥዓመኒ እዚ የሱስ እዚ ደለኒ እሞ በጃኻ ብዚ የሱስ እዚ ተስእ እሞ ተመላለስ ናበይ ክመላለስ ኣብ ጥቃኻ ዘሎ ሰብ ናበይ ክመላለስ በሎ እስኪ ነጊሩኩም ኢና ሓለፈ ኣየ ጴንጠ ካናዳ መመላለሲኻ ብዙሕ ኣጸቢቐ ስለ ትዛረብኩ ድሕሪኡ ኣይዛረብን እየ

ተመላለስ ምስ በሎ ትኽ ኢሉ እዚ ስብኣይ'ዚ ደይተመላለሶ ዘመኑ ምሉእ ረእይዎ ሓንቲ'ያ ሓንቲ'ያ እቲ መገዲ ይፈልጦ'ዩ ብዓራት ጸይሮም ይወስድዎ የምጽእዎ ናይ ጽርግያ ችግር የብሉን ናብ ገዝኦ መኸዲ ችግር የብሉን ናብ ሰፈር መኸዲ ችግር የብሉን ይወስድዎ ነበሩ ኢድብል ዮኒለኻ ዶ ጸይሮም የምጽእዎ ነበሩ ጸይሮም ረእይዎ ድኸድመኩም እታ ከተማ ኩላ ይፈልጣ'ዩ ከማኻ ዋላ ሓንቲ ናይ ከተማ ችግር የብሉን ችግሩ ጥራይ ሓንቲ እያ ኣብታ ቤተ መቅደስ ውሽጢ ኣትዩ ግን ካልእ ዓለም ነይሩ ኣይፈልጥን ኣብቲ እግዚኣብሔር ድምለኸሉ ኣምልኾ ውሽጢ ግን ኣመስጊኑ ኣይፈልጥን ኩሉ ግዜ ለማኒ ናይ ምስጋና ህይወት ኣይፈልጥን ብጀካ ልማን ገጽ እግዚኣብሔር ኣይፈልጥን ብጀካ ገጽ ሰብ ገሊኡ ኣምላኽ ይሃብካ ኢልዎ ገዲፍዎ ይድኸን ገሊኡ በቃ ያኽለካ በጃኻ ሕጃስ በዓል እቲ ባድምሽ ይበካ ኢልብሎ ትፈልጡ እንዲኹም ሓበሻ ከምኡ ድበልኩሞ ሰብ እኮ ብዙሕ ኣሎ ቀደም ኣለቅሕኒ ሰለ ከኣ ኩሉ ግዜ ዲኻ ኣለቅሕኒ እወ እወ ኣይ ሕጂ ዶ ተሓባእ ኮይንኩም ክልተ ግዜ እንድሕር ኣለቂሕኩም ጻድቃን ኢኹም ብድሕሪኡ ሳልሳይ ኣይትወንን ሕጂ ናይ ብዙሕ ነገራት ድምጺ ይፈልጥ እዩ ሰብ እዚ ይታናኽፍ ደሎ ሓቀይ ሕጂ ሓንቲ ዘይፈልጣ ረእይዎ ንቲ ተጻራፋይ ለሚኑ እዩ ንቲ ኩሉ ግዜ ድህብ ለሚኑ እዩ ንቲ እግዚኣብሔር ይሃብ ቀድም ለሚን እዩ ንቲ ስቁኝ ኢሉ ወድሓልፍ ሰብ ለሚን እዩ እዚ ኩላ ጎይታ ኢየሱስ ግርሶስ ዛሪቡ እዩ በቃ ርእይ ኣቢልካ ከም ደይ ሰምዕካ ድሓልፍ ኣሎ ኣምላክ ይባርክካ ኢሉ ከይ ሃበ ድሓልፍ ኣሎ ገለ ከዓ ኣብ ገዝኡ ዘርዚሪ ከዓ እታ ንእስ ድበለት ሻዕ ኣቢሉ ድሓልፍ ኣሎ ናይዚ ኩሉ ገጽ ይፈልጥ እዩ ሓንቲ ግን ኣይፈልጥን እዩ

ኣይናይ ኣታ ኢልኩምኒ እታ ናይ ምስጋና መንፈስ ኣይተመላለሳን እታ ቤተ መቅደስ ኣይተመላለሳን ብኣምልኾ መንፈስ ኣይተመላለሰን ሰብ ኮይኑ ንዚ ኣምላኽ እዚ ኣመስጊኑ ኣይፈልጥን ስለዚ ናይዎ ተስ እሞ ትመላለስ ምስ በሎ ዘሊሉ ናብቲ ቤተ መቅደስ ኣትዩ እናዘለለ እናኣንደረ እናጨረረ ንኣምላኹ እናመስገነ እዚ እቲ ፓራላይዝ ዝነበረ ሰብ ዶ ኣይኮነን እግዚኣብሔር በፂሕዎ እዚ እቲ ድልምን ሰብ ዶ ኣይኮነን ካብ ልማኖ ሓራ ኣውፅዎ እቲ እቲ ሰብ ዝጸረዶ ኣይኮነን ሕጂ ግን ጎይታ ካብ ሰባ ሓር ኣውጺዎ። በየሱስ ክርስቶስ ስም ይረዳእኹም ኣይረዳእኹም ኣብ ውሽጥኹም ደሎ መንፈስ ካብ ሰብ ሓራ ደውጸኩም ካብ ልመና ሓራ ደውጸኩም ካብ ኣጋንንቲ ሓራ ደውጸኩም ካብ መርገም ሓራ ደውጸኩም ካብ ገጽ ሰብ ምርኣይ ሓራ ደውጸኩም ካብ ልማኖ ሕማቕ ነገር ሓራ ደውጸኩም ፍጹም ዝኾነ ሓርነት ኣካብ ኣብ መንፈስኩም ውሽጥሎ እዚ ኢየሱስ እዚ ፍጹም ሓርነት ኳይ ፍጹም ሓራይ በቃ ስለዚ እዚ ሰብ እዚ ዋላ ሓንቲ ድርእዮ ነገር የብሉን ናይዚ ሰብ እዚ ናይ መወዳእታ ዕድሉ እንታይ እቶ ኢልኩምኒ ምስጋና እስኪ ብጥቃኹም ዘሎ ሰብ ምስጋና እስኪ በሉ ደጊምኩም ኣታ ደጊምኩም ምስጋና ጥራይ ስለዚ ብከምዚ ናበልና እምበኣር እንታይ ኢና ኢልና ኣለና ሰብ ምስ ተፈትሐ ሰብ ሓራ ምስ ወፀ ሰብ ጐይታ ምስ ተቐበለ እንታይ እዩ ክኸውን ደለዎ፣ ኣበይ እዩ ክመላለስ ደለዎ፣ ኣበይናይ ዕላማ እዩ ክነብር ደለዎ ኢልና ዝሓለፈ ስለ ትዛረብና ሕጂ ግን ከም ዝወረደ ክወርደልኩም። ኣለኹምዶ ምሳይ? ኣብቲ ቅልኣት ቤት ኣቦኡ እዩ ክመላለስ ደለዎ። ኣብቲ መንፈሳዊ ኢምፓክት እዩ ክኣቲ ደለዎ። ራእይ እንታይ ከም ድበለ ትፈልጡ ዲኩም ራእይ ምዕራፍ ሓሙሽተ the same ከምቲ ቀዳማይ ጴጥሮስ ምዕራፍ ክልተ ፍቅዲ ትሽዓተ ኢልዎ ደሎ ተሓሪድካ ኢካ እሞ ብደምካ ካብ ህዝቢ ካብ ነገድ ካብ ዓሌ ካብ ዘርኢ ንኣምላክና ካህናትን ነገስታትን ክኮኑ ዓዲካዮም ኢካ እሞ እስከ ዓዲካዮም ኢካ እሞ እስኪ በሉ ሕጂ ረእይዎ ዋጋ ክከፍል ከሎ ጎይታ ካብ ትፈላለየ ክዕድጎም ከሎ ንሓደ ነገር እዮም ካብ ነገድ እዮም፣ ካብ ዓለት እዮም፣ ካብ ዘርኢ እዮም፣ ካብ ቋንቋ እዮም፣ ግን ንኣምላኽ፣ እስኪ ሓንሳብ ንኣምላኽ በሉ። ደጊምኩም፣ ደጊምኩም፣ ቋንቋ ኢየሱስ እንታይ ነይሩ ኢለኩም? ቤት ኣቦይ፣ መንፈስ ኣቦይ፣ ቤት ኣቦይ ቤት ጸሎት እዩ። ቤት ኣቦይ ቤት ምስጋና እዩ። ኣብ ቤት ኣቦይ ዶ ክነብር ኣይግበአንን? ኣብ ቤት ኣቦ እሙን ነበረ። ኣያያያያያ ናይ ኣቦኡ ቅንኢ ኣብ ውሽጡ ነበረ። ብኣንጻሩ ድማ ነጊረኩም እየ፣ መንፈስ ኣምላኽ ንዕኡ በይኑ ክትኾኑ ጥራይ ይቐንእ ኣሎ። ቅንእ ሰብ ንዕቤትካ እዩ ንቃወም ንበረኸትካ እዩ ንቃወም ንብልጽግናኻ እዩ ንቃወም ቅነ ኣምላኽ ንውድቀትካ ኢታ ሰብ ዝቀንእ ወደይ ስለምንታይ ወዲቁ ጓለይ ስለምንታይ ወዲቃ ወደይ ስለምንታይ ተቆል ኣታ ስለምንታይ ከምዚ ኮይኑ ኣምላኽ ስለ ዕቤት ሰብ ኣይቀንእን እዩ ስለ ውድቀት ሰብ ግን ይቀንእ ዋይ ወደይ ተደሶ እዩ ድብለካ እተ በኢየሱስም እስከ ኣሜን በሉ ሓንሳብ እስከ ኣምላኽ ስለኪ ይድቀንእ በልዎ ንገርዎ ጥዑም ደርፊ ፈጺምካ ክትፍወስ ይቀንእ ፈጺምካ ጸጋ ትመልእ ይቀንእ ፈጺምካ በረኸት ትኣትው ይቀንእ ፈጺምካ ንዕኡ ትኸውን ይቀንእ ሰይጣን ከይገዝአካ ይቀንእ መርገም ከይገዝአካ ይቀንእ ሕማም ከይገዝአካ ይቀንእ ሓጢኣት ከይገዝአካ ይቀንእ ክፉእ ናብራ ከይገዝአካ ይቀንእ ኣባኻ እዩ ፎከስ ገይሩ ኣብ በረኸተይ ንበር ኣብ ሂወተይ ንበር ኣብ ጥዕናይ ንበር ኣብ መንግስተይ ንበር ኣብ ኩሉ ሓይሊ ክፉእ ገዛኢ እናገዛእኻ ንበር እዩ ዝብለካ እግዚኣብሔር ውርድ ምስ በልካ ግን ኣይቀንዕ ስለዚ መንፈስ ቅዱስ እንታይ ኢሉ ንዕኡ ጥራይ ክትኾኑ እዩ ዝቀንዕ እስካ ኣሜን በሉ እዚ ቅንኣት እዚ ይውረድኩም ሎማዓንቲ እዚ ቅንኣት እዚ ጉባኤ ይንጻ ሎማዓንቲ ሱቅ ኢሉ ቤቱ ቤቱ ቤቱ ጥራይ ደብል ቅንኣት ይውረድኩም ስቑሉ ናይ መንግስቱ ነገር ደሕስብ ቅንኣት ይውረድኩም። ስቑሉ ናይ እግዚኣብሔር ነገር ጥራይ ድቐኒ መንፈስ ይእተውኩም። መቸም ብዙሕ ትነብሩ ትኽእሉ ኢኹም፣ ክንዲ ማትሷላ ግን ኣይትነብሩን ኢኹም። ርግጸኛ እየ፣ ሓቀይ እግዚኣብሔር ብዕድመ ይባርኩም። ግን ኸዓ ካብ ሚእትን ሓምሳን ኣይትሕለፉ ምኽንያቱም ኣሪግኩም ተሸግሩና ኢኹም ኣው ሰብ ካብኡ ድሕር ሓሊፉ ገረመላን ጸለይ በቃ ካብ ቆልዓ ትቐይሩ ናብ ቤቢ እዩ ዝቕየር ጡብ ክጠቢቑ ርብ ይተርፎ ሕጂ ኣሸጋሪ ኢኹም ትኾኑ ማትሷላ ትሽዓተ ሚእትን ክንደን እዩ ነበረ ድብል ግን ደይቁጸር ዕድመ እዩ ታሪኽ ደይብሉ መንግስቲ እዩ ሕጂ ናይ ክንደይ ነይርካ ደይኮነ ክንደይ ጸቢቕኪ ደይኮነ ክንደይ ሃፍቲምካ ደይኮነ ክንደይ ወሊድካ ደይኮነ ኣታ ሰብ ስምዐኒ ክንደይ ግራጆት ገይርካ ደይኮነ ኣብ መንግስቱ መንፈሱ ብከመይ ተቀቢልካዮ ኣብ መንግስቱ ጸጋኡ ብከመይ ተቀቢልካዮ ነቲ ኣምላኽ እዚ ብከመይ ኣገልጊልካዮ ቅንኣቱ ከመይ ነይሩ ኣብ ቤት ቅንኣትካ ከመይ ነይሩ ኣገልግሎትካ ከመይ ነይሩ ውሽጢ ጸሎትካ ከመይ ነይሩ እግዚኣብሔር ንስኻን ከመይ ነይርካ ኣታ እግዚኣብሔር ድሃተካ ሕቶ እዚ ኣምላኽ ድማ ድቀንእ ኣቱም ሰባት ንቤቱ መንፈስ ክመልአካ እዩ ድቀንእ ስለዚ ንቲሜቶስ እምበኣር ኣብ ቤት ኣምላኽ ከመይ ክትነብር ከም ዘለካ የጠንቅቐካ ኣለኹ፣ ይመኽረካ ኣለኹ ምስ በሎ፣ እታ ቤት እታ ቤተ ክርስቲያን እያ ኢልና ምስ ብሉይ ኪዳንን ሓዲስ ኪዳንን ኣደሓሒስና እያ ኣለና። ሕጂ ግን ሓደ ነገር ክዛረብ ኣያንብብን እየ ኢለኩም እየ ናብዚ ከይድን እየ ግን ሓደ ነገር ክንዳር ነቲ ሪሊ ሪሊ ሪሊ እግዚኣብሄር ዝደልዮ ሰብ መንፈስ ይእድዎ። መንፈሱ ክቦ ከሎ እግዚኣብሔር ከኣ እንታይ እዩ ድገብር ተይልኹምኒ ንክልተ ነገር እዩ እግዚኣብሔር ኣብዛ ምድሪ እዚኣ ሰባት ጸዊዑ ሓደ ብግለ ሰብ ድበሃል ስለ ግሊ ሕይወትካ እግዚኣብሔር ስለ ግሊ ናብራኻ ስለ ግሊ ጥዕናኻ ድዛረብ መጽሓፍ የብልካን እነግረካ ኣለኹ ናይ ነጸላ ናብራ የለን ሓድሽ ኪዳን ናይ ነጸላ ናብራ የለን ኣብ ክርስቶስ ኢየሱስ ናይ ነጸላ ሕይወት የለን ኣብ ክርስቶስ ኢየሱስ ባረካዮ ቀደስካዮ ኣለኹ ዶ ብታይ ሃዋርያ ጳውሎስ ይኹን ጴጥሮስ ይኹን ዮሃንስ ይኹን ገለ ይኹን ብርእሱ ኣነ ኢሉ ንርእሱ ብቆጸሮ በረኸት የብሉን ኣብ ሰማያዊ ስፍራ ብክርስቶስ ባረኸኒ ወይስ ባረኸና ብክርስቶስ ቀደሰኒ ወይስ ቀደሰና ንታ ኣካሊ ባሪኽዋ ስምዐኒ ሕጂ ንታ ኣካሊ ሃዋርያት ሂብዋ ነታ ኣካሊ መንፈስ ቅዱስ ሂብዋ ምዕራፍ ዓሰርተ ክልተ ርእዩ ክትእከቡ ከለኹም ነቲ ሓደ ትንቢት ኣለዎ ነቲ ሓደ ቃል ኣለዎ ነቲ ሓደ መዝሙር ኣለዎ ነቲ ሓደ ዝለዎ ነቲ ሓደ ምግላጽ ኣለዎ ነቲ ሓደ ምልላይ መናፍስቲ ኣለዎ ነቲ ሓደ ኣጋንንቲ ናይ ምውጻእ ጸጋ ኣለዎ ነቲ ሓደ ብቋንቋታት ምዝራብ ኣለዎ ንምንታይ በረኸት ንኣካል እዩ ኣገልግሎት ንኣካል እዩ፣ ህይወት ንኣካል እዩ፣ ቃል ንኣካል እዩ፣ እቲ መንፈስ ንባዕሉ ንኣካል እዩ፣ ብኸመይ ይሰርሕ ተኢልኩም ንግራ ኣብቲ ኣካል ውሽጢ ሓድነት ክትኾን ከለኻ እቲ በረኸት ይሰርሕ ንቲ ኣካል ክትዓዪ ክትወጽእ ከለኻ ብወንገል ኸዓ እግዚኣብሔር ሓያል ቦምቢ ሂቡ ንመጥቓዕቲ ይፍንወካ። ኣለኹም ዶ? ሙሴ እንታይ ይብል ነይሩ መሲሉ? ደቂ እስራኤል ክእከቡ ከለዉ ኣቤት እግዚኣብሔር ኢድካ እልፍ ኣእላፍ ናብ ድኾኑ ናብ እግዚኣብሔር ንበረኸት ዘርግሕ ይብሎ። ንኹሎም እቲ በረኸት ይበጽሖም ከምቲ ዳዊት ድበሎ። ክትስኡ ከለዉ ከኣ ሕጂ ኢድካ ጸላኢ ንክትወቅዕ ኢድካ ከኣ ይዘርጋሕ ኢሉ። ሓድሽ ኪዳን እንድሕር ሪኢኹሞ ሓድሽ ኪዳን መንፈስ ድመጽእ መንፈስ ቅዱስ ኣብ ሰባት ድዓርፍ መንፈስ ቅዱስ ንሰባት ድባርኾም ኣቱም ሰባት ሰብ ብመንፈስ ቅዱስ ድትንከፍ ወይ ንወንገል ዕዮ ወይ ነቲ ኣካል በረኸት ተወዲኡ ሕሩጭ ወዲ ሕሩጭ ካኣ ክትዛረብ ኣይባረኸካን ገለ ፈልዩ ኣብዚ ሓደ ስብኣይ ባይ ዘ ወይ ክነግረኩም ሓደ ርእሲ ኣሎ ሓደ ኣካል እዚ ቤት እዚ ሰብኩም ደለዎ ቤትኩም ደለዎ ቤት ቦኽራት ደኣ እምበር ሓደ ቦኽሪ ሓደ ሕሳስ ወይ ሓደ ውሉድ ሓደ ድቓላ ወይ ሓደ በዓል ራእይ ካልእ እቲ ናይቲ ራእይ ተኸታሊ ድበሃል የለን። ሓደ በዓል ራእይ የሱስ ኣሎ ኩላትና ናይቲ በዓል ራእይ ኣቱም ሰባት መንፈስ ደኣተወና ራእይ ደኣተወና ዕላማ ደኣተወና ናቲ ሓደ በዓል ራእይ የሱስ ዕላማ መፈጸምቲ ኢና ካልእ ሓደ በዓል ራእይ የለን ካልእ ሓደ ርእሲ የለን ካልእ ሓደ ፍሉይ ድብራይ ፓስተር የለን ፍሉይ ድራይ ነብይ የለን ፍሉይ ድራይ ሃዋርያ የለን ፍሉይ ድራይ ሰብ የለን ፍሉይ ድራይ ውሉድ የለን ሓደ ኢደሎ እዚ የሱስ እዚ ንተኣካል እዚ ኢየሱስ እዚ ብተኣካል እዚ ኢየሱስ እዚ ንቲ ማሕበር ኣታ በኢየሱስ ስም ተባረኹ ኣሜን ወላ ሓንሳ ስለዚ ረይዎ በረኸትና ብተኣካል ጸጋና ብተኣካል ሓይልና ብተኣካል ሞገስና ብተኣካል ምንቅስቃስና ብተኣካል ብተኣካል ነው ስለዚ ንዚ ዝሓለፈ ነጊረኩም ክጽልዩ ከለዉ ካብቲ ሓደ እግዚኣብሔር ዝገብሮ ብሉ ኪዳን ጥራይ ኣይትኹኑ ሓድሽ ኪዳን ንዕብለ ይኩን ምዕራፍ ክልተ ናብቶም ሰባት ቅድሚ ምምልኡ መጀመርያ እቲ ኣካል ተኣከቦ ቤት እስከ ሓንሳብ እቲ ኣካል ተኣከቦ ቤት በሉ እታ ዝጽልይላ ዝነበሩ ቤት ድማ መንፈስ መልኣ ኢሉ ቅድሚ ንቲ ኣካል ናተኸፋፈለ ንቲ ሃዋርያ ሃዋርያ ንቲ ነብይ ነብይ ንቲ ጸጋ ደለዎ ጸጋ ንቲ ሕሙም ፈውሲ ንቲ ኣጋንንቲ ደለዎ ሓራ ምውጻእ ንቲ ችግር ደለዎ ናብ ኩሎም ቅድሚ ምባሉ መጀመርታ እቲ ኣየር እዩ ድቆጻጸር እግዚኣብሔር እቲ ከባቢ ይቆጻጸር እግዚኣብሔር ኣከባቢኻ ይተቆጻጸር ቦታኻ ይቆጻጸር ሰፈርካ ይቆጻጸር ጉባኤኻ ይቆጻጸር ደለኻዮ ቤት እዩ ፍሉይ ድገብሮ እቲ ቤት እቲ ምስ መልኦ ብድሕሪኡ ንኹሉ ከም ደድልዮ እናካፈለ ይመልኣካ በኢየሱስ ስለዚ ናይዎ ንታ ቤት መልኣ ምስ በለ ኣብ ኩሎም ድማ ከም ሓዊ ልሳን ዝኾነ ቋንቋ መልኦም በቲ መንፈስ ድመሎም ድማ ብኻልእ ቋንቋ ክዛረቡ ጀመሩ ምዕራፍ ኣርባዕተ እውን ርእይ ናብ ሰቦም ከዱ ምስ በሉ ምስ ጸለዩ ናይ መጀመርያ ነገር ንዕኦም ኣይኮነን ቃል ሂብዎም እታ ዝነበሩላ ቤት ድማ መልኣ ተናወጸት እስከ ኣሜን በሉ ሓንሳብ ፊል ግበርዎ ኣይትግበርዎ ገለ ነገር ግን ኣለዎ እዚ ጉባኤ እዚ ኣሎ ፍጹም ታሪክኩም ዝቅይር መንፈስ ኣሎ ፍጹም ጉዕዞኹም ዝቅይር መንፈስ ኣሎ ፍጹም ዳይመንሽንኹም ደርኢ መንፈስ ኣሎ ንምንታይ ንቲ ኣካል ክብል ንቲ ቤት ይልቆጻጸር እግዚኣብሔር ብድሕሪኡ ኩሉ ንንዳ ድዩ ሓራ የውጽእ ስለዚ እንታይ ኢሉ ንታ ቤት ድማ ኣናወጻ ኢሉ ኦኬ ስለዚ እንታይ እየ ድብል ደለኹ ኣብ ሓድሽ ኪዳን እቲ ኣካል ኣይትፈልያን ኢኻ እታ ማሕበር ኣይትፈልያን ኢኻ እታ ማሕበር ትናጣጠለት ኣይኮነትን ሓደ ልቢ ነበሩ ኣብ ኩሎም ዓብይ ጸጋ ነበረ ሓደ ሓሳብ ነበሩ ሓወርያት ድማ ብዓብይ ሓይሊ ጎይታ ኢየሱስ ክርስቶስ ትንሳኤኡ ይሰብኩ ነበሩ ርኣይዎ፣ ፈጺምካ በይንኻ ትፍለየሉ፣ ፈጺምካ በይንኻ ትንጸለሉ መንግስቲ የብልካን፣ ራእይ የብልካን፣ ዕዮ የብልካን፣ ናትካ ራእይ ናይ መጨረሻ ካብ በይንኻ ውጺ እግዚኣብሔር ኣብቲ ኣካል ፍቅርኻ ክትገልጽ፣ ኣብቲ ኣካል ሃልሃል ዝብል ሓዊ ነጊረኩም እየ። ንኣብነት ብዩቱብ ፓስተር ትገብሩ ትኽእሉ ኢኹም ግን ፍቅሪ ግን ኣይትገልጹን ኢኹም ኣብ መጋረጃ ኮይንኹም ፍቅሪ ኣይትገልጹን ኢኹም ናተሓሳሰኻ ድዩ ናተደፋፋእኻ ድዩ ማይክ ንዕኡ ንዓኣ ንዓኻ ናበልካ ድዩ ፍቅሪ ዝብደሉ ማይክ ሃባ ኣይትሃባ መዝሙረ ይዓርዮ ኣይትዕርዮ ሓቀይ ዶ መሲ ስቅ ኢሎም ኣብዚ ጥራይ ዝወርድ ዘሎ በረኸት ኣይትረእይዎ ኣሎ እዩ ኣታ ሰብ ኣሎ እዩ ደይረኣይ ፍቅሪ ፍቅሪ ይኮና በይንካ ኣብ ጓዳ ኮይንካ ትነብሮ ፍቅሪ ፍቅሪ ይኮና ኣብ ገለ ትነብሮ ኣሎ ናይ ኣሕዋት ፍቅሪ ፍቅሪ ይኮና ዋላ እቲ ናይ ብሓቂ ኣሸጋሪ ድበሃል ሰብ ምስኡ ትነብሮ ናብራ እሱ እዩ እቲ ፍቅሪ ስለዚ እንታይ ኢሉ መጽሓፍ ቅዱስ ሃልሃል ድብል ፍቅሪ ኣብ መንጎኹም ይሃልዩ ከከሕድሕድኩም እቲ ሓደ ንቲ ሓደ ይጸሊ ይለምን ይሃብ ኩሉ እንድሕር ሪኢኹሞ ስለ እቲ ኣካል እዩ ዝዛረብ እምበር ስለ ሓደ ሰብ ነጺሉ ዝዛረቦ ቃል የብሉን ሓድሽ ኪዳን ስለዚ ረእይዎ ኣብ ሓድሽ ኪዳን በኣል እቲ ዝዓበየ ዕላማ ሓደ እግዚኣብሔር ኣሎ ብድሕሪኡ ሓንቲ ኣካል ኣላ እቲ ኣካል ማለት ኣብዚ ናይ ሎሚ ዘመን ትትርጉሞ ከቢድ እንድዩ ናብኡ ኣይመጽእን እዩ በቲ ናይ መጀመርያ ቤተ ክርስቲያን እንድሕር ሪኢኹሞ ግን ኢየሩሳሌም ዝተሃሊ ገላትያ ዝተሃሊ ፊልጵስዮስ ዝተሃሊ ቀረንጦስ ዝተሃሊ እታ ብክርስቶስ የሱስ ድሒኖም ናይ ብሓቂ ኣብ ህይወት መንፈስ ኮይኖም ተኣኪቦም ደምልኹላ እቶም ቅዱሳን ደለዋ ኩሉ እቲ ኣካል ንሳ እያ ንዕኦም ድማ እግዚኣብሄር ኩሉ ነገር ይህቦም ኣነ ውን ነግረኩም ኣለኹ እግዚኣብሄር ናይ መጀመርያ ፕላኑ ንኣካል እዩ ሃወርያት ንሃበ ንኸተማ ምሕደራ ኣይኮነን ንካናዳ መንግስቲ ኣይኮነን ንኣካል እዩ መንፈሱ ድሃበ ንኣካሉ ጸጋ ድሃበ ንኣካሉ ክብሩ ድሃበ ንኣካሉ ኣቱም ሰባት ዝማሬ ድሃበ ንኣካሉ እዚ ካብ ኮነ እምበኣር ናብ ሕጂ መልእኽተይ ክኣቱ እየ ካብቲ ሓደ ጎይታ ድደልዮ እቲ ኣካል እቲ ኣካል እስከ ሓንቲ ሳብ እቲ ኣካል በሉ ደይጠፍእ ክብሪ ደይጠፍእ ሓዊ ማዕልታዊ ክነዳ ይደሊ ደይጠፍእ ነዳ ዘለዋውያን ኦኬ ቅድሚ ናብኡ ምኻደይ ክነግረኩም ብርቱዕን ድኹምን ድበሃል ድድ በይኑ ድረኣይ ሰብ ኣብ ክርስቶስ ኣካል የለን የለን ሓውካ እንድሕር ደኺሙ ንስኻ ደኺምካ ኣለኻ ሓውካ እንድሕር በርቲዑ ከዓ ንስኻ በርቲዕካ ኣለኻ ናይ ሓደ ምስ ሓደ ሓው ንዛረብ ኔርና፣ ጐይታ የሱስ ክርስቶስሲ እተን ተስዓን ትሽዓተን ገዲፉ ከደ ክብል ከሎ ኣብቲ ናይ በረኸት ሕብረት ስለ ደለባ እዩ። ዋላ ሓደ ድትንክፈን ከም ዘይድለይ፣ እታ ሓንቲ ድበይና ስለ ድወጸት፣ እታ ሓንቲ በጊዕ እታ ትጉዳእ ንሳ ስለ ድኾነት በይና ስለ ደላ ንዓኣ ሓይላ እቲ ኣካል ስለ ዝኾነ እንታይ ክገብር ይኸይድ እተይልኩምኒ ናብተን ተስዓን ትሽዓተን ከምጻዩ እስካ ጣዋፍ እንደሎ ሰብ ናብተን ተስዓን ትሽዓተን ከምጻዩ በሉ እሞ እሱ ምስ ኸደ ናብተን ተስዓን ትሽዓተን ኸ መንፈስ ኣሎ ሓይሊ ኣሎ መጎስ ኣሎ በረኸት ኣሎ ህይወት ኣሎ ሕብረት ስለ ኣሎ ሓድነት ስለ ዘሎ ኣብቲ ሓደ ምግላጽ ኣሎ ኣብቲ ሓደ ትንቢት ኣሎ ኣብቲ ሓደ ቃል ኣሎ። ኣብኡ ደኣ ኢዩ መንፈስ የለን ኣታ ሰብ ዋላ ሓንቲ ይፈላለ እታ በይና ዝኸነት ኢዩ ከጥቕዓ ዝኽእል ስለዚ ጎይታ እዚኤን ዋላ ሓንቲ ከም ደይኮና ፈሊጡ ኢዩ ናብታ ሓንቲ ተገደሰ እምበር ተስዓን ትሽዓተን ኒዒቑ ሓንቲ ኣኽቢሩ ኣይኮነን ኦረዲ እዚ ዋላ ሓንቲ ይከውን ኢዩ ስለዚ ታይ ድብል ደለኹ እምበኣር ናይቲ ሓንቲ መጉዳእቲ ማዕረ ክንደይ ከም ድሓስብ ረእይዎ ኣምጽዋ ናብ ሓደ ስብ ኣይክወስደኩሞ ናብቲ ስብከተይ ቅድሚ ምኻደይ ኣብ እስራኤል ታሪኽ እንድሕር ርኢኹሞ ናይ መጀመርያ ንጉስ ሳኦል ነታ እስራኤል ትበሃል ብንጉስ ደረጃ ንመጀመርያ ቀቢኡ ከም ሓንቲ ንጉስቲ ከም ሓደ ህዝቢ ከም ሓደ ናይ እግዚኣብሔር መንግስቲ ምተሰስኦም ድገርመኩም ሳኦል ኣብ ህይወቱ ዘመን ተላማሚድዎ ደይፈልጥ ሓደ ነገር ገጢምዎ እንታይ እዩ ገጢምዎ ተኢልኩምኒ ንዚ ኩላ ህዝቢ መሪሑ እናኸደ ንዚ ኩላ ህዝቢ ሒዙ እናኸደ ኣብ ቅድሚኡ ሰብ መሳሊ ናይ ሰብ ታንክ ረኺቡ ታንክ ትፈልጡ ኢኹም ሁማን ታንክ ታንክ ማለት ኩለንተንኣ ብሓፂን ትጎልበበ ክላሽ ተኩስኩምላ ባይዘወይ ኣብ ታንክ ውሽጢ ደሎ ሰብ ብክላሽ ኣይትቀትሎን ኢካ ብገለ ኣይትቀትሎን ኢካ በቃ ተሓጺን እዩ ድምልሶ እላ ብታ ትቃጸለላ መገዲ ወሲድካ ተዘይ ኣቃጺልካያ ኣብ ታንኪ ውሽጢ ደሎ ሰብ ብቀሊሉ ኣይመውትን እዩ ተዘይ ወጺኡ ኩለንተኖኡ ኣብ ሓጺን ውሽጢ እዩ ስለዚ ሓደ ጎልያድ ዝብሃል ሁማን ታንክ ኩለንተኖኡ ብክልተ ሚእትን ሰብዓን ግራም ዝከውን በቃ ብሓጺን ትሸፈነ ሰብ ንግሆ ይመጽእ እሞ መን'ዩ ካባኹም ድገጥመኒ ይብሎ። ሳኦል ልባ ጠፊኡ ሽዑ በየን ገይረ እየ ሕጂ ክቐትሎ እዚ እስከ ሓንሳብ በየን ገይረ በሉ እስካብ ሽዑ ድፈልጦ ምስ ሰብ ምውጋእ እዩ እስካብ ሽዑ ድርድኦ ስጋ ድለበሰ በቃ ፊት ለፊት ከምዚ ሃማይ ሃማኹምኒ ድረኣየ በቃ ድዋጋ እዩ እዚ ሰብ እዚ ግን ገጹ ተረኣየ እግሩ ተረኣየ ኢዱ ተረኣየ ኩለንተነኡ ብሓጺን ስለ ትሸፈነ ብኸመይ ይውቃዮ ስለዚ ነዛ ኩላ እስራኤል ሒዙ ንግሆ ንግሆ ይመጽእ እሞ እንታይ ይብሎም ነይሩ መሲልኩም? ድምጹ የስምዑ፣ ካባኹም ሓደ እንድሕር ገጢሙኒ ይብሎም። ሽዱሽተ እመት ቁመቱ፣ ብኹለንተናኡ ካብ እግሩ እስካብ ርእሱ ብሓጺን ትሸፈነ። ሕጂ እዚ ስብኣይ ግርሃት ይብሎ፣ ምስዚ ተዋጊእካሲ እንታይ ኢኻ ትገብር? በየናይ ጥይት ኢኻ ትወቕዖ? በየናይ መንፈስ ኢኻ ትወቕዖ? ምክንያቱም ሓፂን መንፈስ ደውድቆ ይመሰሉ ግን የውድቆ ኢሉ እዩ። ሕጂ ግራ ምስ ኣተዎ ንኹላ ደቂ እስራኤል ሒዙ ናብ ፍርሒ እትይዋ ንኹላ ደቂ እስራኤል ሒዙ እዚ ስብኣይ ከዓ ምስ ተረድኦ መፅሓፍ ከም ዝብል ንግሆ ስለ መንግስቱ ክንሓስብ ምሸት ከዓ ስለ መንግስቱ ክንሓስብ ንእያሱ እንታይ ኢልዎ ሲ ብቐትርን ብለይትን ቃለይ እንታይ ግበር እዚ ስብኣይ ግን ብጣዕሚ ሰይጣናዊ ስብኣይ ምዃኑ ትፈልጥዎ ንግሆ መጺኡ ድምጺ የስምዖም፣ ምሉእ መዓልቲ ቃል ኣምላኽ ደይኮነ፣ ጎልያድ! ጎልያድ! እዚ ሓጺን ድለበሰ፣ እዚ ሁማን ታንክ ላወል እዮም ድውዕሉ። እጅዑ ብኡ ብደሰላሰሉ ቁጽሪ ከውጸልኩም ኢሎም መዓልቲ። ፍርሒ ኣትዎም፣ ይፈርሑሞ ይሃድሙ ነበሩ ይብለና። እንደገና ምሸት ከኣ ደሓን ረሲዖሞ ኣምላኽ ይመስገን ሕጅስ ደሓን ምሸት ነሰላስል ኢና ኢሎም ምሸት እንደገና ከያሰላስሉ ቅድሚ ምድቃሶም ከዓ መፅኡ ብገሓትን ብምሸት እናመፀ ድምፂ የስምዖም ነበረ እንደገና ቅድሚ ምድቃሶም መፅኡ ከዓ እንደገና ይረአዮም ሙሉእ ለይቲ ሕልሞም ጎልያ ራእዮም ጎልያ እሽዑ እንታይ ኮይኖም መስልኩም ይፈርሑ ይሃድሙ ይፈርሑ ይሃድሙ ይፈርሑ ይሃድሙ እሞ ኸኣ መንግስቲ እሞ ኸኣ ናይ እግዚኣብሔር ቃል ደለዎ እሞ ኸኣ ንዓወት ዝጸውዕ ህዝቢ በየሱስ ስም ፈሪሑ ደህደመኩም ነገር ሕጂ እቲ መንፈስ ክመጽእ እዩ ብድሕሪኡ እታ ክዛረባ ደለኹ እዚኣ እያ ኣጸቢቑ ርብዓ መዓልቲ ምስ ረኣዮ ኦረዲ ከም ድስዓሮም ተረዲኡ ንግሆ ድምጺ ይሰምዑ ምሸት ድምጺ ይሰምዑ በቃ እግዚኣብሔር ድብሃል የለን ጎልያድ ዝሓያል ጎልያድ ዝሁማን ታንክ ጎልያድ ዝሓጺን ዝለበሰ በቃ ካልእ ቋንቋ የብሎምን ሕጂ ኦረዲ ምዲቴሽኖም ቀይርዎም ኣለዉ በየሱስ ስም ምዲቴሽንኩም ዝቀየረ እዚ ናይ ካናዳ ናብራ ኣነ ይቅይሮ ኣለኩ እታ ሰብ ልክዕ ምዲቴሽኖም ከምትቀየረ ምስ ፈለጠ ብድሕሪኡ ከምዚ ኢልዎም ካባኩም ሓደ ሰብ ካባና ከኣ ሓደ ሰብ ሃቡና ይምጻእ ይግጠመኒ ብድሕሪኡ ናይ ሓደ ሰብ መጉዳእቲ ሕጂ ምስምዕዎ እታ ክዛረባ ደልየ ኣለኹ እዚኣ እቲ ንልኣኩሞ ሓደ ሰብ እንድሕር ደኣ ተሳዒሩ ዘመንኩም ኩሉ እስራኤል ባርያ ትኾኑ እስኪ ብጥቓኹም ደለ ሰብ ናትካ ስዕረት ናተይ ስዕረት እዩ እስኪ በልዎ ንገርዎ ናትካ ውድቀት ናተይ ውድቀት እዩ ኣብ ቤተክርስትያን እስኻ ብርቱዕ እስኻ ዝበሃል የለን ወይ እቲ መንፈስ ነቲ ኣካል ይደተስኦ ወይ እቲ መንፈስ ነቲ ኣካል ይበጽሖ ነዚ እዩ ሓደ ልቢ ነበሩ ኣብ ኩሎም ዓብዪ ጸጋ ነበረ፣ እቲ መንፈስ ድማ ንኹሎም መሎም ድብል ኣብ መንጎ ኣይገድፈካን እዩ እታ ሰብ ስለዚ ረይዎ እስ እቲ ሓደ ሰብ እንድሕር ተሳዒሩ ብምሉኹም እስራኤል ባራ ኮይንኹም ንዓና እናገበርኩም ትነብሩ ረይዎ ምን እቲ ኪዳኑ ካባና እንድሕር ተሳዒሩ ከዓ ከምኡ ምስ በሎም ሕጂ ናይ ሳኦል ጭንቀት እግዚኣብሄር ግዛእ ድበሎ ስብኣይ፣ እስራኤል ንጉስ ድበሎ ስብኣይ፣ መንግስቱ ድተከላ ስርኣይ ዘመኖም ምሉእ ባርያ ፍሊስጠም ክኾኑ እዩ። ንዚ ነገርዚ ንኸይስዕር ከኣ እቲ እግዚኣብሄር ክገብሮ ድደለየ ነገር ኣይተረድኦን። ስለዚ ሕጽር ኣቢለ ክነግሮ ዳዊት ከምዚ ኢሉ ናብኡ ክኸድ ከሎ እቲ ውግእ ናይ ዳዊት ኣይነበረ እስኪ ጥቃኹም ዘሎ ሰብ መንፈስ ክመጸካ እዩ ሕጂ በልዎ እቲ መንፈስ ግና እቲ ጸጋ ባይ ዘ ወይ ነግረኩም ዘለኹ ናይ ብሓቂ እየ ግደፍዎ እንዶ ንስኹም እዛ ካናዳ እዚኣ ትሰምዐኒ እያ ሎማዓንቲ ገሊኦም ካብ ምድሪ ኤል ክጽውዑ ረእይዎ እታ ደኺማ ደላ ቤተክርስትያን ደተሱ እታ ወዲቓ ደላ ቤተክርስትያን ደተሱ ስለ ቤቱ ድቐኑ በኢየሱስ ስም ይጽዋዕ ኣለኹ ስለ ቤቱ ኢየሱስ ይጽዋዕ ኣለኹ ስለ ቤቱ ሙሴ ይጽዋዕ ኣለኹ ስለ ቤቱ ጴጥሮስ ይጽዋዕ ኣለኹ ኣታ በኢየሱስ ስም ካብ ሰፈር ይጽዋዕ ኣለኹ በጌታ በኢየሱስ ስም ኣብ ጴንኤል ይጽዋዕ ኣለኹ ኣብ ካልጋሪ ደለባ ኣብያተ ክርስትያን ይጽዋዕ ኣለኹ ንቤቱ የሴፍ ይጽዋዕ ኣለኹ ንቤቱ ሃና ይጽዋዕ ኣለኹ ሃና ትበሃል ትጸሊ ሰበይቲ ሃና ትበሃል ዋጋ ትኸፍል ሰበይቲ ንዚ ኢየሱስ ዝተሓቁ ሰበይቲ ኣብዛ ምድሪ እዚኣ ይጽዋዕ ኣለኹ በኢየሱስ እግዚኣብሔር ቀለ ይጽውዕ ስለዚ እንታይ ኢልዎ ምስ መጠ ጉዳየይ ናተይ ናይ መተይ ጉዳይ ኣይኮነን ምምጻይ ናትኩምን ናተይን ጉዳይ ጥራይ ኣይኮነን ስለ ናተይ ጉዳይ ኣይኮነን ናው ክኸደ ድዛረቦ ቃል ኣለኒ ትኽ ኢሉ ምስ ከደ ከምዚ ከልብት ይወቅዕ ምኽንያቱ ንቆርጸልኩም ደለኹ ተደለኽዋ ቃል ክዛረብ እየ ብበትርን ብወንጭፍን ናባይ ትመጸኒ ኢሉ ምስ ኣባጨወሉ ምስ ሰሓቆ ህጻን ቆልዓ ምስ ኮነ እስኻ ትሱ ትርኢ ኣለኻ ኣነ ግን ናባኻ ክመጽእ ከለኹ እቲ ንኣንበሳ ድቆረጸ መንፈስ እቲ ድብ ድቆረጸ መንፈስ እቲ ምሳይ ድዓበየ መንፈስ ንቲ ተባጭወሉ ደለኻ ህዝብን ንኣምላኽን ሓራ ከውጽዩ በቲ ተባጭወሉ ደለኻ ኣምላኽ በቲ ተባጭወሉ ደለኻ ህዝቢ ተወኪለ እየ መጽየ ንዑ ሓራ ከውጽየ መጽየ ብኡ ተላኢኸ እየ መጽየ ነዚ መጽሓፍ ቅዱስ እንታይ ከም ደለና ትፈልጡ ዶ? ሃዋርያት መን ልኢኽዎም እንተኢልኩምኒ የሱስ ክርስቶስ እዩ። በየን ተላኢኹም? ብቤተ ክርስቲያን። እስከ ሓንሳብ በታ ማሕበሩ ተላእኹ እዮም በሉ። በየሱስ ስም በቲ ማሕበሩ ተላእኹ። በቲ ማሕበሩ ቅንዓት ይእተዉ። በቲ ማሕበሩ መንፈስ ይእተዉ። ደያደቅስ መንፈስ ይእተዉ። ኣቱም ሰባት ዘያድክም መንፈስ ይእተዉ። ዘመንኩም ሙሉ ነዚ እግዚኣብሔር ዝሓነ ነገር ክገብር ድቐኒ መንፈስ ይእተዉ። ስለዚ ርኣይዎ፣ ዳዊት ክኸድ ከሎ ናይ ጎልያድን ናቱን ጉዳይ ኣይኮነን። ግን እንታይ ኢልዎ? ክገዝእ እትውሃበ መንግስቲ፣ ኣምላኽ ንምሉእ ዓለም ንጉስ ገይሩ ዘቐመጦ መንግስቲ እዩ። ሳኦል ኣይተረድኦን፣ ኣነ ግን ተረዲእኒ ኣሎ። ብኸመይ ተረዲእካ እንተኢልኩሞ፣ ንኣባግዕ ክሕሉ መንፈሱ ዝሃበኒ እግዚኣብሄር፣ ንበጊዕ ክሕሉ መንፈሱ ዝሃበኒ እግዚኣብሄር፣ እቲ ህዝቢ ገይሩ ደቆሞ እስራኤል ዝኣሞ ንስኻ እናባጨኻሉ ትነብር ንስኻ ዘመኑ ሙሉእ ባርያ ክትገብሮ ከመይ ገይሩ ክፈቅድ ናተይይ ናትካን ውግእ ናተይ ናትካይ ደይኮነሲ ናይ እግዚኣብሔርን ናይቲ እግዚኣብሔር ደቀመጦ ሓደ ኣካል ህዝቢ ሓደ ዕላማ ህዝቢ ኣነ እውን ነግረኩም ኣለኹ ካብ ጓዳኡ ወፂኡ ንእግዚኣብሔር ነገር ድሓስብ ሰብ ካብ ናብራኡ ወፂኡ ንናይ እግዚኣብሔር ነገር ድሓስብ ሰብ ካብ ቤቱ ወፂኡ ንናይ እግዚኣብሔር ነገር ድሓስብ ሰብ ነገራቱ ምስ እግዚኣብሔር ደተሓሕዝ ሰብ እቲ ሰብ እዚ ኣብዛ ምድሪ ለውጢ ኣለዎ።

ደልያ ብቲ ኣፍ ደገ ገይራ ንዕኡ ትገልብጦ እስኹም ግን ኣብ ቤት ኣምላኽ ንገሱ እስኹም ግን ኣብ ቤት ኣምላኽ ቅብኣትኩም ሒዝኩም ኽዱ ስለዚ እግዚኣብሔር እንታይ እዩ ተይልኹኒ ትስሕል ሰብ ኣይደልዩ ትደክም ሰብ ኣይደልዩ መንፈስ ዘይሓርፎ ሰብ ኣይደልዩ ከምዚ ዋዛ ፈዛዛ ሰብ ኣይደልዩ ከም ዳዊት ንቤቱ ድቐኒ ሰብ ይደሊ ከም ዳዊት ጸጋ ጸጋ ድብል ሰብ ይደሊ ከም ዳዊት መንፈስ ኣለኒ ድብል ሰብ ይደሊ ከም ዳዊት ንታ ቤት ድቐኒ ሰብ ይደሊ ኣታ ሰብ ገለ ናይ እግዚኣብሔር ነገር ክገብር ይደሊ እዞም ዓዲ ብጣዕሚ እየ ድፈትዎም ባይዘው ብጣዕሚ እየ ድፈትዎም ንምንታይ እየ ድፈትዎም እንተይልኩኒ ሕጎም ንቤተ ክርስቲያን ምኾነ ክንደይ ጽቡቕ ነገር ነይሩ የጽንዕ ነይረ ምስላኒ ማለት እዩ ሕጂ ንሓደ ተማሂሩ ትፈልጥዎ ኢኩም እሱ ግደፍዎ እንድሪ ተማሂሩ ዋላ ነዚ ጽሬት ዝሰርሕ ሰብ ተውሒዱ ዓሰርተ ሓሙሽተ ነጥቢ ኣለዋ ድሓ ትውሕጥ ሕጂ ካበየን ክልተ ጥራይ ክዛረብ እየ ሎማዓንቲ ናይ መጀመርያ ዋላ ንጽሬት ክዱ ዋላ ዶክተር ኮይንኩም ክዱ ዋላ ፕሮፌሰር ኮይንኩም ክዱ ዋላ ንሓንቲ ካምፓኒ ድኮነት ካምፓኒ ክዱ ናይ መጀመርያ ኮፍ ምስ ኣበልኩም ክልተ ሰባት እዮም ሰለስተ ኮይኖም እዮም ድሓትኩም ሓቀይ እንተርፊ ከይገበሩ ኣይኣቱካን እዮም ከምዚ በዓል ሱዳን ኩሽ ዓሊካ ኣላ ይብለካ ድዩ ዛዓቢ እንተርቪው እስከ ሓንሳብ እንተርቪው በሉ ሕጂ እቲ እንተርቪዎም ናይ መጀመርያ ሕቶኦም ናይ መጀመርያ ሕጂ ንዓኹም ኣይኮንኹም ዝዛረብ ደለኹ ትፈልጥዎ ኢኹም ክንደይ ኮፊልክን ኢኽን ኣነ ለሰለስተ ዓመት መፅየ ድሕሪኹም ቀዲመኩም ከይደ ኮይነ ትድገረመኒ ግን ሓንቲ ግን ኣፅኒዐ እየ ካባኣ ናይ መጀመርያ ኮፍ ምስ በልካ ሌላ እዮም ድደልዩ ሕጂ ታይ እዮም ድብሉካ ስለ ርእስካ ኣፋልጠና ስለ ርእስካ ሕጂ ዓሻ ተኮይንካ ኣስመራ ተወሊደ ብሱዳን ገይረ መጽየ ሰበይቲ ኣላትኒ ክልተ ቆልዑ ኣለኒ እዮም ድብሉካ ሽዑ ውቢል ኮል እዩ ዝጽውዐካ እዩ ናይ ሎሚ ይዓጽውካ ምሽ ብድሕሪኡ ኣይጽውዕካን እዮም ሕጂ ታይ ማለት እዩ ስለ ርእስካ ክብሉካ ከለው ኣስመራ ዲካ ዓቢካ ካርቱም ዲካ ዓቢካ ኣይግድሶምን ዝስከም ጥቃኩም ዘሎ ሰብ ኣይግድሶምን'ዩ እስኪ በልዎ። እሶም ስለ ርእስኻ ድብሉኻ ደለዉ ምስቲ ሕጂ ኣፕላይ ጌርካዮ ድሎ ስራሕ እንታይ ኣፍልጦ ኣለካ? ጽሬት ተኾይንኻ ከሚካሉ ከመይ'ዩ? ቅድሚ ሕጂ ጽሬት ሰርሕኻ ዶ? ስለ ርእስኻ ክብሉኻ ከለዉ ሽመይ እኸለ እኸለ ይብሃል፣ ኣደይ እኸለ እኸለ ትብሃል፣ ኣብዚ ተወሊደ፣ ኣብዚ ዓብየ ኣይትበሎም። እንታይ ደኣ? ሓኪም ተኾይንኻ ከምዚ ከምዚ ኣጽኒዐ ከምዚ ከምዚ ድግሬ ኣለኒ ከምዚ ከምዚ ላይት ዝድለኒ እዚ እዚ ስራሕ እዚ ንቲ ናተይ ስራሕ ድመስል እዩ እሽዑኡ ኩሎም ትሰሓሒቆም ኣንታ ፍሽኽ ድብልዋ ጻዕዳ ብሩኽ ኢልካ እዩ ፍሽኽ ኢሎም ኦረዲ ኣሕሊፎምካ ኣለዉ ኣብኡ ኣስመራ ትወሊደ ገብረ በሪደ ብሱዳን መጽኤ ክልተ ደቂ ኣለኒ ገለ ገለ ተልካዮም ግን በሊድ እዮም ድብልካ ሽዑኡ ኦይ እዚ ወላ ሓንቲ ከጥፈእና እዮም ድብልካ ሕጂ ክነግረኩም ኣለኹ። ን ንቸርች ክትመጹ ከለኹም ናይ መጀመርያ ነገር ንቲ ቸርች ንቲ ቸርች ንቲ ቸርች ርእስኹም ጸጋኹም እንታይ እዩ ገለ ነገር ኣፋልጡ እስከ ኣብዓኹም ደሎ ሰብ ገለ ነገር ንቲ ቸርች ርእስኻ ኣፋልጥ እስኪ በልዎ ትብሉኹም ገፈፍ ኣይትበሉ እቱም ሰባት በቃ ገለ ነገር ገለ ነገር ግበር ኣብ ውሽጥኻ ደሎ ናይ ሃና ነገር ድዩ ደለካ ኣብ ቤትካ ኮይንኻ ደብልቆ ናይ ስምኦን ነገር ድዩ ደለካ ናይ ዝማሬ ነገር ድዩ ደለካ ናይ ሃወርያነት ነገር ድዩ ደለካ ቃል ኣምላኽ ድዩ ደለካ ግን ገለ ነገር ኣለካ እግዚኣብሔር ዝገበረልካ እሱ ኣታ ስለ ርእስኻ ኣብታ ማሕበር ትገልጾ ሓይሊ እስከ ኣሜን በሉ ሓንሳብ ኣለኹም ዶ ምሳይ ስቑኢልኩም ኣይትንበሩ ሓደራኹም ብድሕሪ ሓሊፈ እታ ሓንቲ እየ ደሊ ካብኡ እንታይ ይብሉካ እንድሕሪ ሕጉስ ኢሎምልካ ኦኬ እዚኣ ስብ ኣይትጠቅም እያ ኢሎም ድሕሪ ሓሲቦም እቶም ብሩኻት ዓሰርተ ዓመት እዮም ድካ እቶም ቁሩብ ትጣራጦርካ ግን ሓሙሽተ ዓመት እዮም ድካ ኣፍተር ፋይፍ ርስ ኣብዚ ካምፓኒ እዚ ርእስካ ከመይ ትርእያ ይብልካ ሕቲ ረእዮ መጀመርያ ስለ ርእስካ ድሕሪኡ ርእስካ ድሕሪ ሓሙሽተ ዓመት ከመይ ትርእያ እዮም ድብልካ እንታይ ማለት እዩ ኦረዲ ይመዝኑካ እዮም ደለዉ ሕጂ እቲ በቲ ሕጎም ድምትምሃረ ሰብ እንታይ እዩ ድብል በቃ እዛ ካምፓኒ እዚኣ ናብ ሰለስተ ናብ ኣርባዕተ ኣብዚሕናያ እንድሕር ካምፓኒ ኮይና ማለት እዩ እ ሰሪሐ ፅቡቕ ሃየር ኮይነ እ ሰራሕታኛታት ማዕቢሎም እ ፖዚሽንና ወሲኹ እዛ ካምፓኒ እዚኣ ከዓ ኣብ ሓሙሽተ ዓመት ካብ ዝደላቶ ከምዚ ኮይና ይርእያ ኣለኹ ምስ በልካ ሽዑ ቪቫ እዮም ዝብሉኻ ብውሽጦም በቃ ልስዑ በቃ ጀሚርካ ኣለኻ ኦረዲ እስከ ጥቓኹም ዘሎ ሰብ ጀሚርካ ኣለኻ ወዲ እንድሕር ደኣ በቃ ትኽ ኢልካ ንዚ ማናጀር ገልቢጠ ማናጀር ክኾን ተኢልካዮም ረበይ ዳ ኦረዲ ሽዑ ዊብል ኮሊ እዮም ድልኻ ሕጂ እንታይ ደልየ እቲ መንፈሶም ይርእይዎ እዮም ናይ ስራሕ ድሌትካ ይርእይዎ ክትገብሮ ዝደለኻ ይርእይዎ ዕቤት ናይታ ካምፓኒ እዮም ይርእይዎ ጎይታ ከዓ ናብ ቤት ምስ ዘምፀካ ሓራም ዘውፀካ መጀመርያ ተመላለስ ይድብለካ ኣብ ቤቱ ብሓርነት ተመላለስ፣ ኣብ ቤቱ ብጸጋኸ ተመላለስ፣ ቤት ኣቦኻ እዩ፣ ኣታ እስከ ሓንቲ ሳብ ቤት ኣቦኻ እዩ በሎ። ኣብዚ ቤት እዚ ዓብዪ የለ፣ ንእሽተ የለ፣ ድቓላ የለ፣ ገለ ፍልይ ልበለ የለ፣ ንኹሉ በት ቦኹራት እዩ፣ ቤት ኣቦኹም እዩ፣ ናይ ኣቦኹም ቤት እዩ፣ ቤት ኣቦይ ክብል ከሎ ጎይታ ኢየሱስ ክርስቶስ ኣብ በዓል ሃናንያ ቀያፋ እዩ፣ እሶም ኣይተረድኦምን ማለት ጎይታ ኢየሱስ ኣይተረድኦይ ማለት ኣይኮነን፣ ንሱ እንታይ ኢልዎም ንስኹም ስለ ዘይተረደኣኩም ባሕንቲ ገይርኩሞ እዳ ሸፋቲ ገይርኩሞ ኣነ ግና ይነግረኩም ኣለኹ ናይ ቤት ኣቦይ ቅኔ በልዐኒ ቤት ኣቦይ ቤት ጸሎት እዩ ኣብ ቤት ኣቦይ ክነብር ይግበኣኒ ቤት ኣቦይ ንብሎም ደሎ ሽዑ ግራ ይድኣትዎም እንታይ ደኣ እዛ ስብኣይ ጭሕሚ የብላ ጥምጣም የብላ ክህንነተ በየናይ ደኣ ዘሊላ መንጎ ቤት ኣቦይ ትብለና ኣላ በዓል ሃናንያ ቀያፋ ኣቕሊልኩም ኣይትረእይዎም ኣነ ከዓ ሕጂ ደልይ ደለኹ ብዚስ ይምጻእ በዚስ ይምጻእ በዚስ ይምጻእ ኣብ ቤት ኣምላኽ መጺኡ ለውጢ ደምጽእ ሰብ ደኣ እምበር ኣብ ቤት ኣምላኽ ሰላሳ ዓመት ዘቁጽር ሰብ ኣይኮነን ዝተራኽበ ኢየሱስ እዩ ኣብ ቤት ኣምላኽ መጺኡ ቅንኣት ንሓደሮ ሰብ ኣብ ቤት ኣምላኽ መጺኡ ጸጋኡ ንክግለጽ ዝረድኦ ሰብ ኣታ ናቲ ኢየሱስ ፍቕሪ ትረድኦ ናይቲ ኢየሱስ እዚ ሓይሊ ተረድኦ ዕላማ ደለዎ ሰብ ናብራኡ ደለለየ ሰብ ንዚ ጐይታየ ድነብር ድብል ሰብ ነገራቱ ምስኡ ነተሓሕዝ ሰብ እዚ ሰብዚ እዩ እታ ተዓወት ደለዎ ስለዚ ቀለልቲ ሰባት ከይመስለኩም ተማሂሮም ድግሪ ጽዒኖም ጭሕሞም ብስርዓት ኣንዊሖም ክዳን ተኻዲኖም ናይቲ ቤተ መቅደስ ልቀ ካህናት ተዋሃሉ እዮም ሕጂ ንዚኦም ድደፈሮም ሰብ የለን እሱ ግን ገና ወዲ ዓሰርተ ክልተ ዓመት ከሉ እዩ ደፊርዎ እስከ ኣሜን ወይ ሓንሳብ በኢየሱስ ስም እዚ መንፈስ ይእቶ ገና ወዲ ዓሰርተ ዓመት ኮይኑ ይሓቶም ይመልሶም ይሓቶም ይመልሶም ሽዑ ዮሴፍ መጺኡ በቃ ማርያም ከዓ ኣይተረዳን ሽዑ ወደይ ስእንና እኳ ከም ሶሏ እንታይ ስእን እዳ እንታይ ኣለኒ ኢኻ ኣብ ቤት ኣቦይ ክነብር ዶ ኣይትፈልጥን ኢኺ ሃናንያ ኣሎ ምናልባት ክሓስቡ ከለዉ ኦኬ ከይፈለጥና እምበር እዚ ወዲ ሊቀ ካህን ኢሎም እዮም ድሓስቡ እሱ ግን ወዲ እቲ መንፈስ እዩ ኣነ ከዓ ነቲ ወዲ መንፈስ ይዛረብ ኣለኹ ናይ ብሓቂ ጎይታ ሓራ ደውፅኦ ሰብ ናይ ብሓቂ መንፈስ ድዓረፎ ሰብ ናይ ብሓቂ ናይታ ማሕበር ክብሪ እተረድኦ ሰብ፣ ገለ ንለውጢ'የ ዝነብር ዘለኹ፣ ገለ ንዕላማ'የ ዝነብር ዘለኹ፣ እግዝኣብሄር ኣብ ህይወተይ ኣብዛ ምድሪ እዚኣ ክነብር ከለኹ ንዕላማ'ዩ ዝጸውዐኒ ዝብል ሰብ ነዚ ሰብ እዚ እየ ዝዛረብ ዘለኹ። ኣብዚስ ንበሩ፣ ኣብ ካልእ ክልስ ንበሩ፣ ኣብ ገለስ ንበሩ፣ ኣብታ ማሕበር ውሽጢ ግን ኣይኢኹም ክዱ ናብ ኣቦኹም። እስከ ኣሜን በሉ ሓንሳብ። እስኪ ዘራፍ በሉ ምሳይ። ስለዚ እግዚኣብሄር እምበኣር ካብቲ ሓደ ሕጂ ክዛረብ እየ ንውዲእና ኳየርና ክዓ ጀምሩ በቃ ልደት ሓጎስ ክብልኩም ፒሳ ኣዚዘ እየ ኣለኩ ኤፋር ናይ ኣምጃድ ኢሉ ኣሎ ኣነ ክዓ እዞም ኳየረይ ፈትየዮም ኣለኩ ብሰንኮም ኣብልዐለይ እዚ ህዝቢ ኢለ ንስኩም ብልዑ ግን ብሰንኮም ኢኩም ስነ ስርዓት ግበሩ ከይበላዕኩም ከይትከዱ ግን ብሰንኮም ኢኩም ሕራይ ድማ ገና ገና ንባርኮም ኢና ንዛ ምድሪ ሸክ ክገብርዋ ናይ ብሓቂ ኣይነግርኩም ዘሎ ገዛይ ከይደ በክየ መኣዝ በክየ ትፈልጡ ዶ የስተው ይርኢ እየ በየ ሕራይ እስኪ ርኢ በልዎ ጥዑም ዘሎ ሰብ ይውድኡ ምሽ ይውድኡ ባይዘዊ ንጎዮም መፁ ይበልዑ ድዮም ቁርሲ ኣይበልዑ ድዮም ኣላሁ ዓለም እየ ሱዳን እግዚኣብሔር ይፈልጦ ኣገልጊሎም ኣገልጊሎም ትኽ ኢሎም ኮፍ ኣይብሉን እዮም። እታ ሓንቲ መልጎማ ናፈትሐት ያበትት ጎይ ተጥቡይ ኮይ ይርደኣካ ዶ ኣሎ ግፈፍ ናበልካ ሰዓት ኣርባዕተ ትመጽእ ስብኣይ ሰበይቲ እቲ ሓደ በቲ ይጎይ ገለ ገለ ሒዙ ይኸድ እቲ ሓደ በቲ ይኸድ ዋላ ኣብ ኮንፈረንስ ከይተረፈ ኮ እየ ነግረኩም ደሎ ሽዑ ኣብ ገዛይ ከይደ በኽየ ኣታ ኣቦ ንዓኻ ብምርዳእ ምግልጋልስ ክንደይ ሰናይ እዩ ብኸምዚ ጸባ ዓብዩ ብኸምዚ ኣገልግሎት ጸብዩ ድዓበየ ሰብ ሳሚኤል ድኣ እምበር ብምንም ተኣምር ማቱሳላ ኣይከውንን። መንፈስ እግዚኣብሔር ኣታለዎ ጸጋ እግዚኣብሔር ኣለዎ ሓይሊ እግዚኣብሔር ኣለዎ በረኸት ኣብ ዘበንኩም እዩ። ገሌኤን ኸዓ ዋጋኤን ኸፊለን መጻ ግን ሓደ ነገር ንገርኩም ኣገልገሎት ብምርዳእ ስለ ድኮነ ኩሉ ነገር ብምርዳእ ስለ ድኮነ ከምዚ ሱቅ ኢልካ ትገብሮ ነገር ኣይኮነን እቲ ሽዑ ገሪሙኒ ኣነ ጎይታይ ደይ ሰብ ስለ ቤትካ ክቀንእ ክንደይ ሰናይ እዩ ሰብ ኣብ ቤትካ ዋጋ ከፊሉ ክሓልፍ ክንደይ ሰናይ እዩ እስኪ ጥቃኩም ዘሎ ሰብ ክንደይ ሰናይ እዩ በሉ ኣታ ወዲ እዚ ካናዳ ከመን እኮ የድክመካ እኮ ኣሎ ኤይት ኣወርስ እናበለ ኦቨርታይም እናበለ እታ ገንዘብ ተኾይና በዚ ትኣቱ በዚ ትወፅእ ኩሉ ኢድ ወስዳ ኣብ ሱዳን እንተዘይፈቂድካ ኣይትቦምን ኢኻ ኣብዚ ግን ኣላ እናበልካያ እታ ሞባይል ክፍት ምስ ኣበልካያ ባዕሎም እዮም ድጎቱ ከምኡ ኢለ ይብል ሓደ ሓው ገና ዓሻ ከለኹ ማለት እዩ ብዚ ዓዲ ምስ መፃኹ መኺርኒ መኺርኒ እንታይ ኢሉ መኺርኒ በቃ ባዕሎም ክወስዱ ታይ ሽም ግበረሎ ገለ ይምሲለኒ ሕጂ ኣነ ታይ እዩ መሲልኒ ናደወልኩ ናብ ፃዱ ከለኩ ለካ ባዕለን እየን ሸተት ሸተት ኣቢለን ዝወስዳ ገዛ ክራይ ባዕሎም ሞባይል ባዕሎም ገለ ባዕሎም ሕጂ ሓደ ግዜ ኣርባዕተ ሽሕ በፂሐ ብገለ ሪኣ ኣለኩ ኣብ ዕለት ዕስራ ትሽዓተ እንድዩ ገለ ናብ ሓደ ሽሕ ንገለ ንከይዳ ኢለከ ብደይ ፍቃድ እየን ብ ጁባ ካደ ኣትው ኢለን ሕጂ ኤይት ኣወርስ ትዌንቲ ፎር ኣወርስ ኣይትበል እዚ ኢየሱስ እዩ ጥዑም እስከ ሓንቲ ሰብ ነዚ ጎይታ ክብሪ ሃብዎ ስለዚ ረእይዎ ዘለዋውያን ምዕራፍ ዓሰርተ ሽዱሽተ እንታይ ኢልዎ መሲልኩም ፍቕዲ ዓሰርተ ሰለስተ ምዕራፍ ሽዱሽተ ፍቕዲ ዓሰርተ ሰለስተ ኣብዚ እናተዛረብኩ ገለገሌኹም ራእይ ክትርእዩ ኢኹም እዚኣ ምሸት እዚኣ ገለገሌኹም ጸጋ ኢምፓክት ክትገብሩ ኢኹም ገለ ገሌኹም ግን ገለ ዓይነት ቅንኣት ሒዝኩም ንቲ ተሪፉ ደሎ ዘመንኩም ንበረኸት ክትኾኑ ኢኹም። ገለ ገሌኹም ኣብ ቤትኩም ናይ ብሓቂ ናይ ብሓቂ ሰንስ ትገብርዎ ናይ እግዚኣብሔር ክብሪ ክወድቀኩም ስምዑኒ እዚኣ ገሌኹም ግን ከቢድ በቃ ደብል ቅንኣት ክኣትወኩም ስምዑኒ እንታይ ኢልዎ እቲ ካህን ሓንቲ ነገር ጥራይ ይግበር ዕንጸይቲ ኣብ ልዕሊ ዕንጸይቲ እስከ ሓንሳብ ዕንጸይቲ ብልዕሊ ዕንጸይቲ በሉ እንታይ ማለት እዩ ሓዊ ድነድድ ብሓንቲ ዕንጸይቲ ይኮነ ሓዊ ሙሉ ለይቲ ናነደደ ንነብር ዕስራን ኣርባዕተን ሰዓት ንነድድ ኩሉ ግዜ ንነድድ እቲ ዕንጸይቲ ክተዓኻኸብ ከሎ እዩ ዕንጸይቲ ብልዕሊኡ ኣብ ልዕሊ ዕጸይቲ ክገብር ከሎ እዩ። እቲ ካህን እንታይ እዩ ዝብሎ ዘሎ? ኩሉ ግዜ ጥራይ እቲ ዘይትን እቲ ዕንጸይትን፣ እቲ ዘይትን እቲ ዕንጸይትን ኣብቲ መሰውኢ ግበር፣ ዕስራን ኣርባዕተን ሰዓት ግና ደየቋርጽ ሓዊ ኣብቲ መሰውኢ ይንደድ። ኣነ እውን ትንቢት እነግረኩም ኣለኹ፣ በኢየሱስ ክርስቶስ ስም ስሌኹም ዝጽልይ ሰብ እየ ዘስዕልኩም። እዛ ጸሎተይ እግዚኣብሔር ክሰምዓ እዩ።

ገሊኡ ስለ ቤትካ ንጽሊ፣ ገሊኡ ስለ በረኸትካ ንጽሊ፣ ገሊኡ ስለ ኣገልግሎትካ ንጽሊ፣ ግን ገለ ዕንጸይቲ ይወሰኽ በኢየሱስ። ብድሕሪ እንታይ ኢሉ ምስ ወሰካዮ ንስኻ እቲ ሓዊ ክነድድ እዩ እቲ ሓዊ ብነደደ ቁፅሪ ኣብ እስራኤል መርገም የለን ኣብ እስራኤል ሞት የለን ኣብ እስራኤል ፀልማት የለን ኩሉ ግዜ ኣብቲ መሰወኢ ሓዊ ይንደድ እስኪ ኣሜን በሉ ሓሳብ እሞ ካብ ብልበይ ዶ ክባርኸኩም ክባረኸኩም ክብለት ብዙሃት በኢየሱስ ስም ድዝሓለ ህይወትኩም ኩሉ ሓዊ ይለኩስ ብሰብ ሓዚንኩም ዲኹም ብናብራ ሓዚ ኣቱም ሰባት መንፈሰይ ይነድድ ኣሎ ሎማዓንቲ ግን ገለ ነገር ኣሎ መንፈስ ድያ ጨኒቑኩም ችግር ድያ ጨኒቑኩም ሕማም ድያ ጨኒቑኩም ኣጋንንታዊ ነገር ድያ ጨኒቑኩም ዝኾነ ናብራ ድዩ ጨኒቑኩም ሰባት ድዮም ኣጨኒቐምኩም ገለ ድዮም ኣጨኒቐምኩም

ሰብ ብብዙሕ ነገር እዩ ክዝሕል ብሰብ እዩ ዝሕል ብችግር እዩ ዝሕል ብሕማም እዩ ዝሕል ኣጋንንቲ ተፅዕኖ ኣሎ እዛ ምድሪ ብብዙሕ ክፉእ ትተሓዘት እያ ወላ ናብራኻ ስቕ ኢሉ ይኮነ ነጊረኩም እያ እነ እንዳ ጠንቋሊ ዝሰርሕ ስለ ዝነበርኩ በቃ ሙሉ ለይቲ ኣራዊት ጥራይ እየ ክርኢ ድሓድር ሰብ ራኢ ይርኢ ሰብ ሕልሚ ይሓልም እምበር ወደይ በዓል ተበን በዓል ከልቢ በዓል በቃ ሙሉእ ለይቲ ውን ናበለ ክሓድር ኣይድቅስን እየ እዛ ዓይነይስ ኣይጭክናን እየ በቃ ገለ ክሓንቀኒ ገለ ክመጸኒ ገለ ድብርብር ሓንሳብ ኣኽላባት ትርኢ ሓንሳብ ካብቲ ኣዝዩ ድገርመኒሲ ኣነ ሰበይ ብሰማይ እናበረርኩ ብጸድፊ ጸድፊ ክኸድ እየ ደሎ ክንፊ የብለ ገለ የብለ ሽዑ ወደቅኩ ወደቅኩ ይብላ ሃንደበት ምስ ተሳእኩ ግን ልበይ ኣርብዓን ኣርባዕተን እዩ ድሃርም እዚ ግን ኖርማል ኣይነበረን ተ ተሰራሕኹ ገንዘባይ ኣይእክብ፣ ጥዕናይ ሕሙም፣ እዝነይ ሕሙም፣ ነገራተይ ሕሙም፣ ሕጂ ረእይዎ፣ እቲ መንፈስ ጥራይ ኣይኮነን፣ ኩለንተናኻ እዩ ዝኣሳስር። እዚ ኢየሱስ እዚ ግን እቲ መንፈስ ጥራይ ኣይወቅዕን። ዘይፈልጦ ስለ ቤቱ፣ ዘይፈልጦ ስለ ኣገልግሎቱ ዘይፈልጦ ስለ ስሙ ኣቱም ክሓስብን እንደገና እዚ ድኹም ሰብ ንኸገልግልን እንደገና ኣእምሮኡ ድመለሰሉ እዚ ኢየሱስ እዚ እዩ ኣእምሮኡ ድባረኸሉ እዚ ኢየሱስ እዚ እዩ ዋላ ሓንቲ ኣብ ዘይፍለጥ መለለ ባይደወይ እስካብ ሕጂ ካባኹም ተወለድኩሉ ዓዲ ካባ ንፈልጥ ሰብ የለን እግዚኣብሔር ያግዚእለይ ሰበይተይ ጥራይ ሓፍተይ ስለ ትዛረብ ኣሕዋተይ ስለ ዝዛረብዋ ዋላ ንዓኣ ከማን ኣዕሊለያ ኣይፈልጥን ንምንታይ ተመስልኩም ታሪኸይ ኢየሱስ እዩ ደላለየኒ ምሳኹም ኢየሱስ እዩ ከገልግለኩም ድገበረኒ ኢየሱስ እዩ ጥዕናይ ድመለሶ ኢየሱስ እዩ መንፈስ ካባይ ኣህዲሙ ካብቲ ድነበረኒ ሕማም ድፈወሰኒ ኢየሱስ እዩ ካብ ኢድ ጠንቋሊ ሓራ ደውጸኒ ኢየሱስ እዩ ኣብዚ ኢየሱስ እዚ ናይ ኣደይ ናይ ኣቦይ ናይ ዓሌተይ ታሪኽ ታይ ክገብረልካ ታይ ክገብረልካ ዝፍታኹም ዘሎ ሰብ ታይ ክገብረልካ እስኪ በሉ ታይ ክገብረልካ ወዲ እኸለ እየ ጓል እኸለ እየ ክንዲዚ ኣሕዋተይ ክንዲዚ ደቀይ ክንዲ ገለ ሓብተይ ኣብዚ እንታይ ክገብረልካ ዓደይ ኣብዚ ሃገረይ ኣብዚ እንታይ ክገብረልካ ብጀካ ኣራዊትን ወዲ ኣራዊትን ሓራ ደውጸኒ ሰብ ዶ ነይርዩ ሃገረይ ሓራ የውጸትኒ ኣቦይ ሓራ የውጸኒ በቃ እዚ የሱስ እዚ ግን ኣብ ምድረ በዳ በይኑ በይኑ ኣቱም ሰባት በይኑ ጸዊዑ እንደገና ኣብ ቤቱ ምስ ዘይፈልጦ ህዝቢ ከኣ ንበረኸት ዝገበረኒ እሱ ካብ ኮነ ሕጂ እውን ቅንኣት ኣትዩኒ ኣሎ ቅንኣተይ እዚ የሱስ እዩ ድሌተይ እዚ የሱስ እዚ እዩ እቲ ናይ ውሽጢ ድሌተይ ሓዊ ክነድድ ጥራይ እስከ ሓዊ ክነድድ በሎ ሓንሳብ ስለዚ እንታይ ኢልዎ ሓዊ ኣይጥፋእ ጋሻ ሓዊ እውን ኣብኡ ኣይተንድዱ መንፈሰይ እኹል እዩ። እስኪ ሓንሳብ መንፈሰይ እኽል እዩ በሉ። እሞ ይንደድ ኣብዛ ሰዓት እዚኣ ኣነ ክጽሊ እየ ይንደድ ዶ ኣብዛ ከተማ እዚኣ ደ ይንደድ መርገም ደ ይወቓዕ ሕማም ደ ይወቓዕ ኣቱም ሰባት ገለ ድቐልኡ ሰባት ዶ ይተስኡ ገለ ቤቱ ቤቱ ደ ብልመንፈሱ ዶ የተውኩም ገለ በቃ ነገራቱ ኩሉ ስሌው ጥራይ ተሓስብሉ ዶ የተውኩም ካብ ርሕቑ ዶ ንጸውዐዮም ኣነ እጸውዖም ኣለኹ ትርእዮም ኢኻ ካብ ርሕቑ ዶ ንጸውዐዮም ሃንደበት መጺኦም ቤት ኣቦይ ንብሉ ዶ ንጸውዐዮም ሃንደበት መጺኦም ተፈዊሶም ንመጹ ዶ ንጸውዐዮም ኣብዚ ቤት እዚ ዶ ናይ እግዚኣብሔር ክብሪ ይንደድ ውሽጥኻ ዶ መንፈስ ይምላእዮ ንኢየሱስ ዶ ክትነብር ትነብር ራእይ ዶ ይብዝሐልካ ሕልሚ ዶ ይብዝሐልካ ናይ ሰባት መፍትሐ ዶ ትኾን ናይ ጸሎት ሰብ ዶ ትኾን ናይ ዕልልታ ሰብ ዶ ትኾን ናይ ዝማሬ ሰብ ዶ ትኾን ንቲ ጎይታ ድሎ ተገልግሎ ከምቲ ኣብ ሙሴ እነበረ ናብ እያሱ ድመጸ ከምቲ ኣብ ጳውሎስ እነበረ እምበር ክገብረኩም ድበለ ኣነ ድማ ነግረካ ኣለኹ ናተይ ራእይ ኣይኮነን ናይ ማንም ራእይ ኣይኮነን እግዚኣብሔር ናይዛ ምድር ድሓሰቦ ራእይ ግና እግዚኣብሔር ናይዛ ምድር ድሓሰቦ ጸጋ ግና እግዚኣብሔር ናይዛ ምድር ድሓሰቦ ቅንኣት ግና ኣባኻ ኣባኺ ይውረድ በኢየሱስ ሓንሳብ እስኪ ተስኡለይ ገለ ገሌኹም ትሕዝዎ ኣለኹ እቲ መንፈስ ይርድኦኩም ኣሎ ግን ነዲድና ተናዳዲድና ኢና ንኸድ ክጽልየ ሰልስ ትገብርዎ ኢኹም ብድሕሪኡ ድረይ ጎልያድ የለ ትስማዕ ጎልያድ የለ ትሓስብዎ ታንኪ የለ ሓንቲ ናይ መወዳእታ እዚ ኢየሱስ እዚ ንዓይ ሰናይ እዩ። በቃ። እስኪ ኣሜን በሉ ሓሳብ ኣብ ቤቱ ብሓርነት ትነብሩላ ሰዓት ሓርነት ክብለኩም ከለኹ እቲ ናይ ምድሓን ሓርነት ኣይኮነን። እቲ ፈጺሙ ስለ ቤቱ ዝቐንዕ መንፈስ፣ እቲ ፈጺሙ ኣብ ቤት ኣምላኽ እንታይ ክገብር ድብል መንፈስ፣ እቲ ፈጺሙ ንምንታይ ዕላማ ኣብ ካናዳ ዘለኹ ድብል መንፈስ፣ እዚ መንፈስ እዚ ድሓርፈኩ ሓራዳ እሞ በቃ ሓራ ክወፅና ኢና። እስከ ሓንሳብ ኢድኩም ላዕል ዘርግሑ ብቋንቋታትና ናፀለና ዮኒ ንዓና ዘመርካ